ሰላም ተኸታተልቲ ሄለን ታይምስ ከመይ ትኾኑ እምበኣርከስ ንሎሚ እውን ንዓኹም ይምህር እዩ ዝበልናዮ መደብ ቀሪብናልኩም ኣለና እሞ ክትከታተሉና ብኽብሪ ንዕድም ብኸመይ ንገዛእ ርእስኻ ምስ ካልኦት ምውድዳር ተቋርጽ? ሬቸል ክሩዝ። ኣብ ማሕበራዊ መራኸቢ ክትከውንን ንርእስኻ ምስ ካልኦት ክተወዳድርን ኣዝዩ ከቢድ እዩ። ሰብነትካ እኹል ኣይኰነን፣ ክዳውንትኻ ምዕሩግ ኣይኰነን፣ ቤትካ እውን እኹል ኣይኮነን። እኹል ከም ዘይኮንካ ኮይኑ ከብ ዝስምዓካ እውን ክገብር ይኸእል እዩ። ኣነ እውን ምስ ርእሰይ እዛራረብ ኣለኹ። እዞም ጽቡቓት ዕውታትን ሰባት እዚኣቶም ህይወቶም ብኸመይ ከም ዝነብሩ ምስ ኣስተብሃልኩ ምሉእ ብምሉእ እየ ዝምሰጥን ዝድነቕን። እንተ ዘይተጠንቂቐ ኣብ ሰሙን ንህይወት እዞም ዝፈልጦም ወይ ዘይፈልጦም ሰባት እናዘርኩ ንሰዓታት ከሕልፍ እኽእል እየ። እዚ ኸኣ ብዛዕባ ገዛእ ርእሰይ ብዙሕ ከም ዘይሕጐስ እዩ ዚገብረኒ። ስለዚ፣ ቅድሚ ዝተወሰነ ዓመታት፣ ንርእሰይ ምስ ካልኦት ምንጽጻር ከቋርጽ ሸቶ ኣውጻኹ። ሓቂ ይሓይሽ ቀሊል ኣይነበረን፣ ሕጂ እውን እንተ ዀነ ኣብ ልምምድ እየ ዝርከብ። ንጽጽር ሓጐስናን ደሞዝናን ርእስናን ይሰርቕ። ንገዛእ ርእስና ምስ ካልኦት ካብ ምንጽጻር እንተ ዘየቋሪጽና፣ ነዚ ንምግባር ጥራይ ወትሩ ገንዘብን ኣእምሮኣዊ ጕልበትን ክነጥፍእ ኢና። ፈጺምና ዘይንዕወተሉ ጸወታ ስለዝኾነ ነቲ ናይ ምንጽጻር ዑደት ከነቋርጾ ኣሎና። ስለምንታይ ኢና ንገዛእ ርእስና እነወዳድር? ንገዛእ ርእስና ምስ ካልኦት ክነዋዳድር ኣንኽእለሉ ስነ ህይወታዊ ምኽንያት ኣሎ። ሓንጎልና ምስ ካልኦት ሰባት ብኸመይ ከም እንዋዳደር ንምፍላጥ ንጽጽር ይጥቀም እዩ። ገዛእ ርእስና ምስ ካልኦት ነዋዳድረሉ ቀንዲ ምኽንያት መንነትና ብኻልእ ሰብ ስለ ዝግለጽ ንኣብነት ሓደ ሰብ ቁመቱ ነዊሕ እዩ ንብሎ ምስ ካልኦት ሰባት ኣዋዳዲርና ኢና። ፕሮፌሰር ውድባዊ ጠባይ ዝኾነ ቶማስ ምስ ዊለር፣ ንጽጽር ከምዚ ብምባል ገሊጽዎ ኣሎ። ሓደ ካብቲ ብዛዕባ መንነትና፣ እንታይ ዓይነት ሰባት ምዃንና ከምኡውን እንታይ ክንገብር ከም እንኽእልን ዘይንኽእልን ንኽንርዳእ ዘኽእለና መሰረታዊ መንገድታት እዩ። መብዛሕትኡ ግዜ እዚ ቀመር ኣብ ውሽጢ ካልኢት እዩ ዝግበር። ንሕና እውን ኣይንርድኦን ኢና። ብዛዕባ እቲ ኣብ ህይወትና ካልኦት ሰባት ጎሊሑ ዝረኣ ነገራት ምስ እነተኩር ግን ቀልጢፉ መርዛም ክኸውን ይኽእል እዩ። ንርእስና ምስ ካልኦት ብምውዳርና፣ ሓጐስና፣ ኣእምሮኣዊ ጥዕናና፣ ከምኡውን ርእሰ ተኣማንነትና ኣብ ሓደጋ ኢና ክነእትዋ። ንርእስኻ ምስ ካልኦት ምንጽጻር ዘምጽኦ ጽልዋ። ንርእስኻ ምስ ካልኦት ምንጽጻር ብዙሕ ሳዕቤናት ኣለዎ። ሒደት ካብቶም ብዙሓት ምኽንያታት እነሆ። ርእሰ ምትእምማንካ የጉድል። ውሽጣዊ ሰላምካ ይዘርግ። ቁጠባኻ የጉድል። ወዘተ። ኣብ ሓደ ዝተገብረ መጽናዕቲ ከም ዝሕብሮ፣ ሰባት ኣብ ማሕበራዊ መራኸቢ ግዜ ድሕሪ ምሕላፎም ብዛዕባ ገዛእ ርእሶም ዝገደደ ስምዒት እዩ ዝስምዖም። እዚ ኹሉ ኣሉታዊ ነገራት ከኣ ንኣእምሮኣዊ ጥዕናን ንባንክ ሓሳብናን ይጎድኦ ኣሎ። ከምኡ ውን ኣብቲ ሓደ ሰብ ሎተሪ ዝሰዓረሉ ዝቕመጡ ጎረባብቲ ልዕሊ እቲ ሎተሪ ዝሰዓረ ጎረቤቶም ብዙሕ ገንዘብ ከም ዘውጽኡን ብዙሕ ንብረት ከም ዝገዝኡን እዩ ዘርኢ። እዚ ኸኣ ማዕረ ክንደይ ርእስኻ ምስ ካልኦት ምውድዳር ሓደገኛ ምዃኑ እዩ ዘርኢ። ከም ዓቐን ባጀትካ ምቹእ ህይወት ምንባር ጽቡቕ እኳ እንተኾነ ምስ ብጻይካ ንምውዳር ኢልካ ወይ ድማ ኣብ ማሕበራዊ መራኸቢታት ሰዓብቲ ክትረክብ ኢልካ ካብ ዓቕምኻ ንላዕሊ ዝኾነ ነገራት ምግባር ኣብ ሓደጋ ክእትወካ ይኽእል እዩ። ንርእስኻ ምስ ካልኦት ካብ ምንጽጻር ክተቋርጽ እትኽእለሉ ግብራዊ መንገድታት። ክሳብ ሕጂ እዋን እንተኾነ ኣብ ገዛእ ርእሰይ ይዓዪ እየ ዘለኹ። ገለ ካብኣቶም ድማ ኣነ ዝጥቀመሎም ስጉምትታት ከምኡ'ውን ኣዒንተይ ካብ ካልኦት ሰባት ክርሕቕን ዘፍቅሮ ህይወት ንኽፈጥር ዝሕግዙኒ ስጕምትታት እንሆ። ቀዳማይ፣ ኣመስጋኒ ምዃን። ምምስጋን ብቐሊሉ ክንገብሮ እንኽእል ዝዓበየ መፍትሒ እዩ። ኣተሓሳስባና ካብ ኣብ ዘይብልና ነገራት ናብ እነመስግነሉ ዘለና ነገር ብምቕያር ሓጎስን ቅሳነትን ከም ዝስምዓና ይገብር። ግዴታ ክተመስግን ዓቢ ነገር ኣየድልየካን እዩ፣ ንኣብነት ብህይወት ስለ ዘለኻ፣ ጥዕና ስለ ዘለካ ክተመስግን ትኽእል ኢኻ። ኣነ ኩሉ ግዜ ኣብ መዓልቲ ሰለስተ ነገራት ንእግዚኣብሄር ከመስግነሉ ዝኽእል ኣብ ጆርናለይ ይጽሕፍ። ከምዚ ብምግባረይ ብዙሕ ሓጊዝኒ እዩ። ኣነ ከም ቀሊል ናይ ምስጋና ፈተና ገይረ ዝጀመርክዎ ነገራት ንህይወተይ ዘዕለቕልቕ ዓብዪ ይኹን ንእሽቶ ብዘየገድስ ንኹሉ ዓይነት ሓጎስ ዘጠቓልል ኮይኑ ኣሎ። ንጎ ንጎ ኣብቲ ዝርዝር እውስኸሉ። ብዛዕባ እቲ ኣምላኽ ኣብ ህይወተይ ዘለዎ ሓልዮትን በረኸትን መዘኻኸሪ ኣብ ዘድልየኒ እዋን ድማ ነቲ ዝርዝር እንደገና ይምርምሮ። ካልኣይ፣ ኣብ ሓያል ጎንኻ ኣድህብ። ኣብ ሓያል ጎንኻ ምድሃብ ምስ እትጅምር፣ ንነብስኻ ምስ ካልእ ሰብ ምውድዳር፣ ኣብ ርእሰ ምትሓት ኣይክትኣቱን ኢኻ፣ በንጻሩ እኳ ደኣ ኣብ ርእስኻ ዘለካ ምትእምማን ተዕቢ። ሓያል ጎንኻ ንምፍላጥ፣ ብዛዕባ ነብስኻ ደስ ዝብሉኻ ባህርያት ጸሓፍ። ኩሉ ግዜ ከኣ ሓያል ጎንኻ እንዳ ኣማዕበልካዮ ኺድ። ንዓይ ኣመለኻኽታይ ንኽዕብን ነብሰይ ምስ ካልኦት ሰባት እናዋዳደርኩ ነብሰይ ከይወቅስ ሓጊዝኒ እዩ። ሳልሳይ፣ ኣብ ክንዲ ምስ ካልኦት፣ ምስ ርእስኻ ምውድዳር ተመሃር። ካብ ምስ ሰባት ትወዳደር ምስ ነብስኻ ተወዳደር። ምስ ነብስኻ ምውድዳር ማለት ትማል ኸመይ ነይረ፣ ሕጂኸ ከመይ ኣለኹ፣ ክበጽሖ ኣለኒ ኢለስ ዝሓንጸጽክዎ ሸቶ ወቒዐ'ዶ? ንዝብሉ ሕቶታት መልሲ ምሃብ ማለት እዩ። ምስ ነብስኻ ምውድዳር ምስ ጀመርካ፣ ነብስኻ ክተማዕብል ኢኻ፣ ሕጉስ'ውን ክትከውን ኢኻ። ራብዓይ፣ ብናይ ሰባት ሓጎስ ተሓጎስ። ወትሩ ንርእስና ምስ ካልኦት ክንወዳደር እንተ ኾይንና፣ ነቶም ናብ ካልእ ቦታ ንምኻድ ኣበርቲዖም ዝዓዩ ሰባት ከም ዘይንሕጎሰሎም እዩ ዝገብረና። ምስቶም ሓደ ነገር ዝፈጸሙ ምብዓል እውን ከጸግመና እዩ። ስለዚ ምኽረይ እንሆ። ሓንቲ መሓዛኺ ብዛዕባ እቲ ሓድሽ ስራሓ ክትነግረኪ እንከላ ሕጉስቲ ኩኒ። ሓደ ሰብ ሓዳስ ቤት እንተ ዓዲጉ ኣብቲ ውዕዉዕ ስምዒት ተኻፈል። ሓደ ሰብ ጽቡቕ ዜና እንተ ነጊሩካ ናብ ርእስኻ ኣብ ክንዲ እትመልሶ ኣብቲ ብስራት ኣተኩር። ነቲ ኻልኦት ሰባት ዝዓመምዎ ነገራት እተተባብዓሉ ዓበይትን ንኣሽቱን መንገድታት ርኸብ። መጽሓፍ ቅዱስ። ምስቶም ዝሕጎሱ ተሓጎሱ። ሮሜ ምዕራፍ ዓሰርተ ክልተ ፍቕዲ ዓሰርተ ሓሙሽተ ይብል ካልእ ሰብ ስለ ዝሰዓረ ጥራይ እትሰዓር ዘለኻ ኮይኑ ይስምዓካ። ኣሳልጦኦም ምሳኻ ዋላ ሓንቲ ርክብ ስለ ዘይብሉ ኣሳልጦኻ ንምርካብ ብቐጻሊ ክትጽዕር ከለኻ ነቲ ዝረኸብዎ ኣሳልጦ ካብ ልቢ ኣኽብሮ። ሓሙሻይ ኣብ ማሕበራዊ መራኸቢታት ተሕልፎ ግዜ ገደብ ግበረሉ። ከምቲ ክንዛረቦ ዝጀመርና ማሕበራዊ መራኸቢ ዝግበር ምንጽጻር ኣብ ኣእምራዊ ጥዕናና ዓቢ ጽልዋ ክህልዎ ይኽእል እዩ። ንርእስኻ ንምዕቋብ ገለ ደረት ክትገብረሉ እትኽእል ነገራት እንሆ። ብዛዕባ ገዛእ ርእስኻ ሕማቕ ከም ዝስምዓካ ዝገብር ዝዀነ ማሕበራዊ መራኸቢታት ካብ ሞባይልካ ይኹን ካብ ኮምፕዩተርካ ምእላይ። ኣብ ማሕበራዊ መራኸቢታት ክትሪኦ ትደሊ ነገር ኣላርም መሊእካ ን ሰላሳ ደቓይቕ ምርኣይን ግዜ ምስ ኣኸለ ኸኣ ማሕበራዊ መራኸቢ ምርሓቕ። ምስ ስድራቤትካን ፈተውትኻን ድራር ክትበልዕ ከለኻ ተሌፎንካ ኣጥፍእ። ንስድራኻ። ምሉእ ብምሉእ ግዜኻ ብምሃብ ሓጐስ ክስምዓካ እዩ። ካልእ፣ ንነፍሲ ወከፍ ርእይቶን መልእኽትን ክትምልስ ግዴታ ከም ዘለካ ኰይኑ ኣይስምዓካን፣ ምኽንያቱ ኣብኡ እተጥፍኦ ትርፊ ግዜ የብልካን። ካልእ ኣገዳሲ ነገር፣ ስለምንታይ እየ ነቲ ክቡር ግዜ ኣብ ማሕበራዊ መራኸቢታት ዘጥፍኦ ኢልካ ንነብስኻ ሕተት። ስለ ዝስልችወካ ወይስ ኣብ ማሕበራዊ መራኸቢታት እትረኽቦ ላይክን ኮመንትን ሓጐስ ስለ ዝፈጥረለይ ኢልካ ኣብ ክንድኡ ጽቡቕ ክስምዓካ እንታይ ክትገብር ትኽእል? ንርእስኻ ምስ ካልኦት ኣይተዋዳድራ ምኽንያቱ ኣብ ዓለም ንዓኻ ዝመስል ወልሓደ የለን ንስኻ ፍሉይ ፍጥረት ኢኻ። ኣስተውዕል ጸሓይን ወርሕን ኣይዋዳደራን እየን እንታይ ደኣ ክልቲኤን ኣብ ግዜኤን እየን ዝበርቃ። ኣብ ብዝሒ እቲ ትፈትዎ ሂወት ዘይኮነስ ኣብ ናብራ ሂወትካ ኣተኩር። ካልእ ነገራት፣ ዝኾነ ይኹን ነገር ስለምንታይ ከም ትገብር ዝድርኸካ ክኸውን የብሉን። ብዛዕባ እቲ ትፈትዎ ነገራት ምጭናቕካ፣ ዘየድልየካ ስምረት ንምርካብ ግዜኻን ጻዕርኻን ገንዘብካን ከም እተሕልፍ ክገብረካ እዩ። ኣብ ኢሳይያስ ምዕራፍ ኣርብዓን ሰለስተን ፍቕሪ ሓደ፣ ጐይታ፣ ኣነ ተበጀኹኻ፣ ብስመይ ጸዊዔካ ኣለኹ። ንስኻ ናተይ ኢኻ በለኒ ንጽጽር ኩሉ ሳዕ ቃልሲ ከም ዝኸውን እፈልጥ ኢየ ንዓይ ውን ከም ዝኾነ ይኹን ሰብ ቃልሲ ኢዩ ዝኾነኒ ንሕና ግን ኣባል እቶም ስእልና ዝፈትዉ ሰባት ኣይንኸውንን ኢና ኣነ ውን ናይቲ ዘፍቅረኒ ኣምላኽ ኢየ ንስኻ ውን ከምኡ ኢኻ እምበኣርከስ ክቡራት ተኸታተልትና ንሎሚ ቐሪብናዮ ዝነበርና መደብ ነዚ ይመስል። ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ